ኩላትና ሓደ ተመሳሳሊ ጸገም ኣለና ግዜ የብልናን ንርስዕ ከምኡውን ኣብ ሞባይልና ብዙሕ ሰዓታት ብኸንቱ ነጥፍእ ግን እቲ ጸገም ሞባይል ምሓዝና ጥራሕ ኣይኮነን እቲ ጸገም ነቲ ሞባይል ንምዝንጋዕ ጥራሕ ምጥቃምና እዩ። ሎሚ ነቲ መዓልታዊ ዘጋጥመና ጸገማት ዝፈትሓልና ወይ ድማ ሞባይልና ናብ ሓያል ናውቲ ዝቕይረልና ሓሙሽተ ኣፕሊኬሽናት ከርእየኩም እየ። ናብታ ቀዳመይቲ ጸገም ንእቶ። ጸገም ቁጽሪ ሓደ ምርሳዕ እዩ። ክንደይ ግዜ ኢና ሓደ ጽቡቕ ሓሳብ መጺኡና ግን ድሕሪ ሰዓታት ንርስዖ። ሓንጎልና ሓሳባት ንምፍጣር እምበር ንኹሉ ነገር መኽዘን ክኸውን ከም ዘይተፈጥረ ንፈልጥ ኢና። እቲ ፍታሕ እንታይ እንተኢልኩምኒ ኖሽን ዝበሃል ኣፕሊኬሽን ምጥቃም እዩ። ኖሽን እንታይ እንተኢልኩም ድማ ዲጂታላዊ መዝገብ፣ ኩሉ ነገር ትውድብሉ ዲጂታላዊ መዝገብ እዩ ማለት እዩ። ኖሽን ልክዕ ከም ካልኣይ ሓንጎልና ክንሓስቦ ንኽእል ኢና። ካብ ናይ ዕዳጋ ሊስት ጀሚርና ክሳብ ዓበይቲ ትልምታት ህይወትና ኣብዚ ከነቐምጥ ንኽእል ኢና ማለት እዩ። ኩሉ ነገርኩም ኣብ ሓደ ቦታ ምስ ተወደበ ድማ ሓንጎልኩም ካብ ጭንቀት ነጻ ይኸውን እሞ ካልእ ዝደለኹሞ ነገር ክትሰርሑ ትኽእሉ ማለት እዩ። ስለዚ ጠቓሚ ኣፕሊኬሽን እዩ። እቲ ካልኣይ ጸገም ሓድሽ ቋንቋ ወይ ሞያ ክንመሃር ንጅምር ወይ ድማ ናይ መኪና ትምህርቲ ንጅምር ግን ድሕሪ ሰሙን ወይ ድማ ድሕሪ ገለ ግዜ ኩሉ ዘጽናዕናዮ ድዩ ሸምደድናዮ ይጠፍኣና። ስለዚ እቲ ፍታሕ እንታይ እንተኢልኩምኒ ኣንኪ ዝበሃል ኣፕሊኬሽን ምጥቃም ማለት እዩ። ኣንኪ እንታይ እንተኢልኩምኒ ከኣ ዲጂታላዊ ፍላሽ ካርድ ይበሃል። እዚ ንምንታይ እዩ ዝጠቕመና እንተኢልኩምኒ ድማ ልክዕ ክትርስዕዎ ክትብሉ ከለኹም ዝኾነ ነገር የዘኻኽረኩም ማለት እዩ። ቋንቋ ይኹን ከም ዝበልኩም ናይ መኪና ትምህርቲ ክኸውን ዝኾነ ነገር ስለዚ እዚ ንኸዘክረና ከመይ ይሰርሕ እንተኢልኩምኒ መጀመርታ ንሕና ዝደለናዮ ነገር ሕቶ ንጽሕፍ መልሲ ንጽሕፍ ብኽልተ ገጽ ማለት እዩ። ሽዑ ኣብታ ኣፕሊኬሽን ኣቲና ኣብ መዓልቲ ሓሙሽተ ደቂቅ ድዩ ዓሰርተ ደቂቅ እንተ ደጋጊምናዮ ንካልእ ግዜ ዘይክንርስዖ ንክእል ብከመይ እንተልኩምኒ እቲ ኣፕሊኬሽን ዝተጋገናዮ ነገር ቀልጢፉ ከምዝመጽእ ገብረልና ዝመለስናዮ ድማ ዶንጊዩ ክመጸና ገብረልና ምክንያቱ ኦሬዲ መልሱ ፈሊጥናዮ ስለ ዘለና ስለዚ ብከምዚ ምክንያት ዝኮነ ነገር ኣብ ሓንጎልና ክጸንሕ ይገብር ማለት እዩ። እቲ ሳልሳይ ጸገም ፓስዎርድ ምርሳዕ እዩ። ክንደይ ግዜ ኢና እስኪ ናይ ፌስቡክ፣ ኢመይል ወይ ድማ ካልእ ኣካውንትና ፓስዎርድ ጠፊእና ንሽገርን ንኻልኦት ነሸግርን? ወይ ድማ ንኹሉ ኣካውንትና ሓደ ዓይነት ፓስዎርድ ንጥቀም፣ ሽም ናይ ሰብ፣ ዕለት፣ ቁጽሪ ቴለፎን ንጥቀም፣ ድሕሩ ድማ መፍቶ ሃከርስ ንኸውን ማለት እዩ። ስለዚ ነዚ ዝፈትሕ ጎግል ፓስዎርድ ማናጀር ይበሃል ማለት እዩ። እዚ እንታይ እንተኢልኩምኒ ናይ ፓስዎርድ መኽዘን ወይ ድማ ፓስዎርድ ማናጀር፣ እዩ ማለት እዩ። ሓንቲ ማስተር ፓስዎርድ ጥራይ ትዝክሩ እሞ እታ ኣፕሊኬሽን ንኹሉ ካልእ ፓስዎርድ ባዕላ ትሕዘልኩምን ትጽሕፈልኩምን ማለት እዩ። ኣካውንትኹም ድማ ብሚእቲ ፐርሰንት ውሑስ ይኸውን ማለት እዩ። ስለዚ ጠቓሚት ኣፕሊኬሽን እያ። ራብዐይቲ ድማ እቲ ጸገም ሓበሬታ ብቕልጡፍ ኣብ እንደልየሉ እዋን እዩ። ስለዚ እንታይ ኢና ንገብር? ጎግል ኢና ንጥቀም ኩሉ ግዜ። ጎግል ኣቲና ዕምቆት ዘለዎ ሪሰርች ንገብር። እዚ ንምግባር ድማ ብዙሕ ግዜ ንወስድ። ግን ሓደ ሓደ ግዜ ፍታሕ ወይ ድማ ሓበሬታ ብቐሊሉ ክንረክብ ንደሊ። ካብ ኣብ ኢንተርነት ኣቲና ዓሰርተ ዝተፈላለዩ ዌብሳይታት ክንደሊ ብዙሕ ግዜ ዝባኽን ኣብ ከምዚ እዋናት እንታይ ንጥቀም ጀመናይ ወይ ድማ ቻትጂፒቲ ማለት እዩ ካልኦት እውን ኣለዉ እዚኦም ግን እኹላት እዮም እዚኣተን እንታይ እየን እንተልኩምኒ ኣርተፊሻል ኢንተልጀንስ ይበሃሉ ማለት እዩ ልክዕ ምስ ክኢላ ሰብ ከም እተዕልሉ ጌርኩም ትሓትዎም ዝደለኹሞ ኢንፎርሜሽን ዝደለኹሞ ሓበሬታ ብቕልጡፍ ድማ የምጸልኩም ማለት እዩ። ንኣብነት ጥዑም ሬሲፒ ደሊኹም ወይ ድማ ሓደ ጸገም ብኸመይ ከም ዝፍታሕ እንድሕር ድኣ ሓቲትኩሞ ብቕልጡፍ መልሲ ይህበኩም ማለት እዩ። ስለዚ በዚ መንገዲ ክትጥቀምሉ ትኽእሉ። ሓሙሻይ ድማ ፎረስት ዝበሃል ኣፕሊኬሽን እዩ። እቲ ጸገም ድማ መብዛሕትኡ ግዜ ስራሕ ክንሰርሕ ኢልና ብዘይፍላጥ ክልተ ሰዓት ኣብ ቲክቶክ ነሕልፍ። ትኹረትና ይስረቕ። እቲ ፍታሕ እንታይ እንተኢልኩምኒ ፎረስት ዝብሃል ኣፕሊኬሽን ምጥቃም ማለት እዩ። እዚ ንምንታይ እዩ ዝጠቕመና እንተኢልኩምኒ ንግዜና ንቆጻጸረሉ ኣፕሊኬሽን እዩ ማለት እዩ። ንኣብነት ሞባይልና ክንገድፋ ከለና ኦም ትተክል። እቲ ኦም ንምንታይ ዝውክል እንተኢልኩምኒ ማዕረ ክንደይ ግዜና ብኣግባቡ ተጠቂምናሉ ኣለና ዘርኢ ማለት እዩ። ብኸምዚ መንገዲ ግዜና ማዕረ ክንደይ ንጥቀመሉ ኣለና ክንፈልጥ ንኽእል ማለት እዩ። ስለዚ። ናትኩም ፕሮዳክቲቪቲ ወይ ድማ ናይ ትኹረት ዓቕምኹም ንምልካዕ እዛ ኣፕሊኬሽን ክትጥቀሙ ይግባእ። ናይ መወዳእታ ቅድሚ ምፍናወይ ክነግረኩም ዝደሊ ሓንቲ ነገር ንኣብነት ዩቲብ ንጥቀም ኢና ፌስቡክ ኢንስታግራም ቲክቶክ ንጥቀም ኢና እንተኾነ ግን ኣብኡ ዝመጸና ቪድዮ መብዛሕትኡ ግዜ ዘይንደልዮ ክኸውን ይኽእል ንኣብነት ኣብ ዩቲብ ንእቶ እሞ ዩቱብ ምጻተና ብዙሓት ቪድዮ ኣለዉ ካብኣቶም ኣብቲ ናይ ዩቱብ ቪድዮታት ኣርእስቲ ኣሎ ኣብ ጎኑ ድማ ሰለስተ ነጥቢ ኣለዋ ኣብታ ሰለስተ ነጥቢ ጠዊቅና ኖት ኢንተረስትድ ዝብል ኣብኡ ምስ ሃረምናዮ ከምዚ ዓይነት ቪድዮታት ብፍጹም ናባና ኣይመጹን ማለት እዩ ብጠቅላላ ኣብቲ ናይ ዩቱብ ገጽ ወላ ሓንቲ ነገር ክመጸኩም እንድሕር ደኣ ዘይደሊኹም ከኣ ኣብ ሰቲንግ ኣቲኹም ሂስትሪ ዝብል ኣቲኹም ፖዝ ትገብርዎ ማለት እዩ ድሕሩ እቲ ናትኩም ናይ ዩቱብ ኢንተርፈይስ ነጻ ይኸውን ዝደለኹሞ ቪድዮ ድማ ሰርች ጌርኩም ደኣ እምበር ባዕሉ ከምዘይመጸኩም ትገብሩ ማለት እዩ በዚ ምኽንያት ግዜኹምን ሞባይልኩምን ብኣግባቡ ክትጥቀሙላ ትኽእሉ ማለት እዩ ስለዚ ክቡራት ተኸታተልቲ ምናልባት ብጽቡቅ ጌረ ኣይገለጽክዎን ክኸውን ይኽእል ስለዚ ብተግባር ብኸመይ ከም ንጥቀመላ ክትፈልጥዋ ትደልዩ ኣፕሊኬሽን እንድሕር ደኣ ሃልያ ኣብ ኮመንት ሴክሽን ጸሓፉለይ። እዚ ቪድዮ ጠቓሚ ኮይኑ እንድሕር ደኣ ረኺብኩሞ ላይክ ግበሩ ሳብስክራይብ ከምኡውን ሸር ተገበርኩም ዝበለጸ እዩ። ኣብ ቀጻሊ ቪድዮ የራኽበና ቻው።